ናብ መደቀሲ ክፍለይ ኣብጺሑኒ ክምለስ ምስ በለ ጉትት ኣቢለ ከንፈሩ ስኢመዮ። ዋላ እኳ ዝገብሮ ተጨነቑ ኣነ ግና ብርቱዕ ድፍረት ሂበዮ። ብምቕጻል ወድነቱ ተነቓቕሐ እሞ ክልቴና ሻወር ወሲድና ኣንሶላ ተጋፊፍና። ለማዓንቲ ዘካፍለኩም ጸገመይ ነባርነተይ ኣብ ሽረ ከተማ ክኸውን እንተሎ ብጣዕሚ ጽቡቕ ዝኾነ ናብራ ዘለኒ ኣደ ኽልተ ቈልዑተይ፣ ሓደ ዜጽጽተኒ ነገር ግና ፈጺመ ናባኹም ሓሳበይ ሒዘ መጺኤ። ክትወቕሱኒ ዘይኰነስ መፍትሒ ክትህቡኒ ይደሊ። ሕዚ ዕድመይ ሰላሳን ሽዱሽተን በጺሑ፣ ኣነን ሰብኣየይን እውን ዝተፈላለየ ቢዝነስ ንሰርሕ ኢና። ሰውነተይ ሕዚ እውን ብጣዕሚ ጽቡቕ እዩ ዘሎ። ይኹን ደኣ እምበር፣ ኣብዚ ሕዚ ግዘ ህሊናይ ዕረፍቲ ስኢኑ። ምስ በዓል ገዛይ ካብ ንምርቆ ትሽዓተ ዓመት ዝመለኣና ክንኮን ደስ ዝብል ናይ ፍቅሪ ግዘ ኣሕሊፍና ኢና። ሓደ ወዲ ሸሞንተ ዓመት ሓንቲ ቆንጆ ጓል ሓሙሽተ ዓመት ኣብፂሕና ኢና። ግዘ ንግዘ እናተኻኽኡ ምስ መፁ ናብራና ብጣዕሚ እናተመሓየሸ መፀ። በዓል ገዛይ ንብዙሕ ግዘ ካብ ዓዱ ዝወፀሉ ምኽንያት በዘሐ እሞ ከም ቀደም ንፍቅርና እንህቦ ነበርና ግዘ ቀነሰ። በዓል ገዛይ ምልኩዕ፣ ትዕግስተኛን ብሓቂ ንጽቡቕ ሓዳርና ምኽንያት እዩ። ግና ድማ ብዘለዎ ናይ ስራሕ ብዝሒ ምኽንያት ከም ሰብኣይን ሰበይቲ ብሓደ ተይኮንና ነሕልፎ ግዘ ይበዝሕ። ብጣዕሚ ብዙሕ ርሕቐት ተጓዒዘ። ብሰባት እውን ፈቲነዮ። ሰብኣየይ ካባይ ወፃኢ ናብ ካሊእ ከም ዘይኸይድ ኣረጋጊፀ'የ። ኣነ ድማ ናብራይ ዝመሰለኒ ገና ኣብ ንእስነት ዘለኹ ኮይኑ እዩ ዝተሰመዐኒ። ቅድሚ ኣዋርሕ ምሸት ምስ መሓዙተይ እናተዝናነኹ ተለኹ ብጣዕሚ ሰኺረ። በዓል ገዛይ ድማ ኣብቲ ሰዓት ንሱ ዓዲ ቱርክ ነይሩ። ኣብቲ ፃንሒት ንሱ ፀኒሐ ኩነታት ምስ ርኣኹዎ ናይ ብሓቂ መኪናይ እናገናሕኹ ናብ ገዛይ ከም ዘይበፅሕ ተረደኣኒ። ብምቕፃል ናይ ደቀይ ናይ ትምህርቲ ሹፌር ፀዋዕኹዎ ንሱ እውን መፃ ናብ ገዛይ እውን ኣብፀሐኒ። ሰኺረ እንዳተወላገድኩ ስለ ዝነበርኩ ድግፍ ኣቢሉ ኩሎም ደቂሶም ስለ ዝነበሩ፣ ናይ ገዛይ በሪ ከፊቱ ናብ መደቀሲ ክፍለይ ኣብጺሑኒ ክምለስ ምስ በለ ጉትት ኣቢለ ከንፈሩ ስዒመዮ። ዋላኳ ዝገብሮ ተጨንቑ ኣነ ግና ብርቱዕ ድፍረት ሂበዮ። ብምቕጻል ወድነቱ ተነቓቐሐ'ሞ ክልቴና ሻወር ወሲድና ኣንሶላ ተጋፊፍና። ንግሆ ብነስሓ መሬት ተኸፊታ ተትውሕጦ ተመንየ። ኣነ'ውን ተመሳሳሊ ስምዒት ተሰመዐኒ። ኣነን በዓል ገዛይን ክንደይ ፍቕሪ ኣብ ዝሰራሕናሉ ዓራት ነቲ ገናሒ መኪና ኣጋዲመ ምሳይ ኣደቂሰዮ። ኮወግሕ ምስ በለ ናብ መኪና ከይዱ ደቀሰ። ብምቕጻል እንታይ ከም ዝተሰምዖ ኣይፈልጥን። እዚ ነገር ምስ ተፈጠረ ስርሑ ክሓድግ ደልዩ ነይሩ። ንሱ እውን በዓል ሓዳር እዩ፣ ኣቦ ሓደ ቈልዓ። ኣነ ግና ከይሓሰብክዎ ዝዀነ ዝሰኣንክዎ ነገር ዝረኸብኩ መሲሉኒ። መዓልቲ እናቐጸለ ምስ ከደ ብዝተፈላለየ ምኽንያት ምቅርራብ ኑሮና ኣቕልል ኣቢልና ምርኣይ ጀመርና። ብተደጋጋሚ ኣብ ዓራት ምርኻብ ቀጸልና። ናይ ብሓቂ ፍቕሪ ሒዙኒ። በብምኽንያቱ በብኽፍተቱ ናብኡ ምጉያይ ስርሐይ ኮይኑ። ንሱ'ውን ብተመሳሳሊ ገዝኡ ረሲዑ። ድሕሪ ኣዋርሕ ምጥናሰይ ፈሊጠ። ካብቲ ገናሒ መኪና ምዃኑ'ውን ተረደኣኒ። ሕዚ ሸውዓተ ወርሐይ እናወዳእኩ'የ። ገርሂ በዓል ገዛይ ሓሙሽተ ወርሒ ምዃኑ'ዩ ዝፈልጥ። ኣብ ዘፍርሕ ቦታ እየ ዘለኹ፣ እቲ ዝውለድ ቈልዓ ድማ መልክዑ ንመን ከም ዝመስል የስግኣኒ እዩ። በዓል ገዛይ ቈንጆን ቀይሕን እዩ፣ እቲ ገናሒ መኪና ድማ መጽልእን ጸሊምን እዩ። ኣጋጣሚ ኣቦኡ ተመሲሉ ብዕልግናይ ክፍለጥ እዩ። እንታይ ክገብር ኣለኒ? ተራኺት ማክዳ ገብረሚካኤል እዚ ሓቀኛ ዛንታ'ዩ፣ ናይዚ በዓልቲ ታሪክ ከቕርበላ ስለ ዝጠየቐትኒ ንስኹም ክተማኽርዋ ትደልያ ሓሳብኩም ኣብ ናይ ኮመንት መጽሓፊ ቦታ ግደፉልና። ኣብዚ ቻናለይ ከቕርበልኩም እትደልይዎ መደባት ተሃልዩ ኣብ ናይ ኮመንት መጽሓፊ ቦታ ክትገድፉለይ ትኽእሉ ኢኹም። ነዚ ቻናል ሓደሽቲ እንድሕር ደኣ ኮይንኩም